ሓይሊ ደም የሱስ ክርስቶስ ሳላ ደም እቲ ገንሸልን ሳላ እቲ ቃል ምስክሮምን ድማ ሰዓርዎ፣ ንህይወቶም እውን ክሳዕ ሞት ኣየፍቀርዋን። እምበኣርሲ ሕጂ ብደሙ ምስ ጸደቕና ደኣ፣ ክንደይ ካብቲ ቁጥዓ ኣቦኡ ኣዚና ዘይንድሕን! ብእኡ ብደሙ ምድሓን ማለት ከምቲ ሃብቲ ጸግኡ ሕድገት ሓጢኣት ኣሎና። ኣምላኽ ሰላም ግና ነቲ ብናይ ዘልኣለም ደም ኪዳን ዓቢ ጓሳ ኣባጊዕ ጎይታና የሱስ ክርስቶስ ካብ ሙታት ዘተንስኦ ብየሱስ ክርስቶስ ኣብ ቅድሚኡ ባህ ዘብሎ ኣባኻትኩም እናገበረስ ብሰናይ ግብሪ ዘበለ ኹሉ ፍቓዱ ክትገብሩ የብቅዕኩም። ካብ ዘልኣለም ንዘልኣለም ንዕኡ ኽብሪ ይኹኖ። ኣሜን። ካብቲ ካብ ኣቦታትኩም እተቐበልኩምዎ ከንቱ ንብረትኩም፣ ከም ብደም እቲ ኣበርን ርኽሰትን ዘይብሉ ገንሸል፣ ብኽቡር ደም ክርስቶስ እምበር፣ ብጠፋኢ ነገር ብብሩር ወይስ ወርቂ፣ ከም ዘይተዓደግኩም ትፈልጡ ኢኹም። ንሱ ቅድሚ ምስራት ዓለም ተመደበ፣ ኣብ መወዳእታ ዘመን ግና ምእንታኹም ተጋህደ። የሱስ ነተን ኣብ እስያ ዘለዋ ሾብዓተ ማሕበራት፣ ካብቲ ዘሎን ዝነበረን ዝመጽእን፣ ካብቶም ኣብ ቅድሚ ዝፋኑ ዘለዉ ሾብዓተ መናፍስቲን ካብቲ እሙን ምስክርን፣ በዅሪ ሙታት ርእሲ ነገስታት ምድሪ ዝዀነ የሱስ ክርስቶስ ከኣ፣ ጸጋን ሰላምን ምሳኻትኩም ይኹን። ንዕኡ ነቲ ዘፍቀረና ዘፍቅረና ዘሎ ካብ ሓጢኣትና ብደሙ ዝሓጸበና ንእግዚኣብሔር ኣቦኡ መንግስትን ካህናትን ክንኮኑ ዝገበረና ክብርን ስልጣን ንዘልኣለም ንዕኡ ይኹን ኣሜን። የሱስ በሎም ስጋ ወዲ ሰብ እንተዘይበላዕኩም ደሙ ውን እንተዘይሰቲኹምሲ ህይወት ከምዘይብልኩም ብሓቂ ብሓቂ እብለኩም ኣለኹ። ከምቲ ንሱ ኣብ ብርሃን ዘሎ ኣብ ብርሃን እንተተመላለስና ግና ንሓድሕድና ሕብረት ኣሎና። ደም የሱስ ክርስቶስ ወዱ ውን ካብ ኩሉ ሓጢኣትና የንጽሃና እዩ። ናብ የሱስ ማእከል ሓድሽ ኪዳን ናብቲ ካብ ደም ኣቤል ዝሓይሽ ዝዛረብ ምንጻግ ደምን በጺሕኩም ኣለኹም። በቲ ዘመን እቲ ብዘይ ክርስቶስ ከም ዝነበርኩም፣ ካብ ሕብረት እስራኤል ፍሉያት፣ ነቲ ኪዳን ተስፋውን ኣጋይሽ፣ ትጽቢት ዘይብሎም፣ ኣብዛ ዓለም እዚኣ ብዘይ ኣምላኽ ከም ዝነበርኩም ዘክሩ። ሕጂ ግና ኣቱም ቀደም ርሑቓት ዝነበርኩም፣ ንስኻትኩም ብክርስቶስ የሱስ ብደም ክርስቶስ ቀረብኩም። በቲ ብየሱስ ክርስቶስ ዝርከብ በጃ ደም ምሕላፍ፣ ብኸምኡ ብጸግኡ ይጸድቁ። ንዕኡ ኸኣ ነቲ ቀደም ብትዕግስቲ ኣምላኽ እተገብረ ሓጢኣት ይሕለፍ፣ ስለሕ ዝሓደጎ፣ ኣምላኽ ጽድቁ ምእንቲ ኸርኢ፣ ብእምነት ብደሙ መታዓረቂ ገይሩ ኣቆሙ። ከምኡ ድማ ድሕሪ ድራር ነታ ጽዋእ ኣልዒሉ እዚ እዛ ጽዋእ እዚኣ እቲ ምእንታኹም ብዝፈስስ ዘሎ ደመይ እተገብረ ሓድሽ ኪዳን እያ።